ኣሕዋት ሰላም ኣምላኽ ምስ ኩላትኩም ይኹን ከመይ ትኾኑ ሓደራ እዛ መልእኽቲ ከይሰማዕኹም ከይትሓልፍዋ ሎማዓንቲ ሓደ ነገር እየ ክብል ደልየ ንሱ ድማ ኩላትና እንፈልጦ እንሪኦ ኣብዚ ማስሚድያ ማስተር ኣብነት ዝተባሃለ መንእሰይ ሓውናን ወድናን ኣብዚ ሰዓት እዚ ሓሚመ ጸለትኩም የድልየኒ ኣሎ ክብል መልእኽቲ ከመሓላልፍ እተመልኪተ በዚ ድማ ልበይ ስለ ዝተንከፈኒ ንእሽተይ መልእኽቲ ከመሓላልፍ መጺኤ ኣለኹ። እምበኣር ኩላትና ከም እንፈልጦ እዚ ማስተር ኣብነት ዝበሃል መንእሰይ ወድናን ሓውናን ንኽንደይ ካብ ጎደና ዘልዓለ፣ ንዝጠመዩ ዘዕንገለ፣ ንዝጸምኡ ዘርወየ፣ ንዘይዓረቑ ዘልበሰ፣ ገዛ ንሳኑ ገዛ ክረኽቡ ዝገበረ፣ ንዝቑረሩ ክሞቑ ዝገበረ፣ ኣብ ታሕት ወሪዱ እግሮም ሓጺቡ እግሮም ሲዒሙ ትሕትንኡ ፍቅሩ ብጣዕሚ እዩ ዝገርመንን ልበይ ዝምስጠንን ትሕት ኢሉ ብዙሓት ዝሕግዙ ኣለው ብዙሓት ሰናይ ዝገብሩ ኣለው መንእሰይ እዚ ግን እግሮም ሓጺቡ ኣብ ምንታይ ነይሮም እንታይ ኮይኖም ከይበለ ከይነዓቐ ከይተጸየፈ እግሮም ሓጺቡ እግር ብርኮም ሲዒሙ እንሆ ኣልቢሱ ኣዓንጊሉ ብዝተፈላለየ መንገዲ ክረድኦም ኣብ ሚድያ እንምልከት ኢና። ትሑት ትሕትና ትሕትና ዘለዎ ብጣዕሚ ዝደንቕ ነገር እዩ። እምበኣር እዚ መንእሰይ እዚ ኣብዚ ሰዓት እዚ ሓሚሙ ጸሎትኩም የድልየኒ ኣሎ ክብል መልእኽቲ ከመሓላልፍ ተመልኪተዮ። ንብዙሓት ዝጠመዩ ዘዐንገለ፣ ንብዙሓት ዝሓመሙ ንክሓውዩ ምኽንያት ዝኾነ፣ ንብዙሓት ንዝጸምኡ ንክረውዩ ምኽንያት ዝኾነ፣ ንብዙሓት ንዝወደቑ ንክለዓሉ ምኽንያት ዝኾነ፣ ንብዙሓት ንዝዓረቑ ዘልበሰ መንእሰይ ሎሚ ብሕማም ይሳቐ ኣሎ። ንሱ ድማ ብጸሎት ርዱእኒ፣ ብጸሎት ሓግዙኒ ይብል ኣሎ። ንሱ ነዚ ኩሉ እንዳገበረ እንከሎ ንሕሙማት ክሓዊ እንዳገበረ ከሎ ንሱ ንባዕሉ ግን ብሕማም ይሳቐ ነይሩ። ልክዕ ከምዚ ዓይነት ተመሳሳሊ ኣብ መጽሓፍ ቅዱስ ናይ ሃዋርያ ቅዱስ ጳውሎስ ታሪኽ ኢና እንምልከት። ሃዋርያ ቅዱስ ጳውሎስ ኩላትና ከም እንፈልጦ ብልብሱ ሕሙማት ዝፍውስ ዝነበረ ንብዙሓት ጥሙያት ዘዐንገለ ንብዙሓት ሕሙማት ዝፈወሰ ሃዋርያ ቅዱስ እዩ። ግን ከዓ ንሱ ብሕማም ይሳቐ ነይሩ። ንስጉእ ዝጎስም ብሕማም ዘሳቕ ጸላኢ ተዋሂብዎ ነይሩ። ንዑ ኸኣ ብጸጋ ተቐቢልዎ ይኸይድ ነይሩ። ሕሙማት እንዳ ፈወሰ ንሱ ግን ብሕማም ይመላለስ ነይሩ። እምበኣር እዚ ማስተር ኣብነት ሓውናን ወድናን ከኣ ኣብ ዝተፈላለየ ግዜ ከምዚ ሓሚመ ከምዚ ኮይነ ኢሉ ብዛዕባ ገዛእ ርእሱ ክዛረብ ኣይ ንሰምዖን ኢና። ኣብ ዙርያኡ ዘለዉ ግን ከምቲ ንሱ ዝብሎ ነቲ ዘለዎ ንሱ ኩነታት ዘርጊሖም የርእይዎ እዮም። ሓንሳብ ሓሚሙ ደቂሱ ከሎ ብዝተፈላለየ መንገዲ ይዝርግሕዎ እዮም ግን ብዙሕ ሰብ ነቲ ንሱ ዝገብሮ ደኣ እምበር እቲ ንሱ ዝኾኖ ኣይምልከቶን እዩ፣ እቲ ንሱ ዘለዎ ኣይርእዮን እዩ። እግዚኣብሄር ግን እቲ ንሱ ዘለዎ ኩነታት ይርኤ እሞ እግዚኣብሄር ምሕረት ክህቦ፣ እግዚኣብሄር ክፍውሶ፣ እግዚኣብሄር ከምቲ ናቱ መሳርሒ ኮይኑ፣ ናቱ ኣገልጋሊ ኮይኑ፣ ናቱ ልኡኽ ኮይኑ ንዝተሸገሩ ንዝተጸገሙን ዝበጽሓሉ ኩሉ እግዚኣብሄር ድማ ብምሕረት ክበጽሖ እግዚኣብሄር ድማ ነቲ ሰላሳን ሸሞንተን ዓመት ሓሚሙ ዝነበረ ዓራት ካልዒልካ ኪድ ዝበሎ እግዚኣብሔር ድማ ነዚ መንእሰይ ሓውናን ወድናን ክፍውሶን ክምሕሮን ከምቲ ኣቐዲሙ ካንሰር ሓሚሙ እግሩ ክትቁረጽ ኢኻ ተባሂሉ ግንካ እግዚኣብሔር ዝፈወሶ ሕጂ እውን ደጊሙ ክምሕሮን ክፍውሶን ናቱ ሰናይ ቅዱስ ፍቓድ ይኹነልና። እምበኣር ክርስትያን ኩላትና መልእኽተይ እንታይ ኣብ ጸሎትና ኩላትና እንዘክሮ ኣብታ እትገብርዋ ጸሎት ኩላትኩም ዘክርዎ ሓንቲ ኣቡነ ዘመሰማያት እኽልቲ እያ። ስለዚ ኩላትና ኣብ ጸሎትና እንዘክሮ ንማስተር ኣብነት ወድናን ሓውናን እግዚኣብሔር ኣምላኽ ብምሕረት ይብጽሓዮ። እግዚኣብሔር ኣምላኽ ይፈውሶ። ኣጆኻ እግዚኣብሔር ምሳኻ ይኹን። እቲ ናብ ኩሉ ክበጽሕ ሸር ግበርዎ፣ ላይ ግበርዎ። እግዚኣብሔር ምስ ኩላትና ይኹን። የቐንየለይ።